ሰላም ሰላም ክቡራትን ፍትዋትን እና ቻናለይ ቤተሰብ ሃመይ ውዕልኩም ደቂ ዓበይቲ ዋይ ዳሕና ዲኹም ኣነ ሰላም እየ ንስኻትኩም ድማ ሰላም ክትኮኑ እናተመንኹም ሎማዓንቲ ከምቲ እትርእይዎ ኣለኹም እዚ ቦታ እዚ ብጣዕሚ ቆንጆ ቦታ እየ ሒዘልኩም መፅእ ኣለኹ ኣብ ከተማ መቐለ ኮይኑ ኣብ ኣዳሓ ብዙሓት ሕዋተይ ኣስኳል ሓፍተይ ንምንታይ ኢኻ ኣብ ኣዳሓ ሚእቲ ኣርባዓ ካርድ ዘይተምፅና ሓበሬታ ከብስሩ ነፃ ቦታ ሲ ክንደይ ምዃኑ እህ ንፈልጦ ኣለና ሐዚ ሰዓት ቦታ ረኺሰ ይዎ ዶ ኸዝስ ክንገዝእ ለይ ንገዝእስ ሓበሬታ ደምፅልና እዩ ዝበልኩም ነይ ኣነ ሒዘዮ መፅእ እኒኦኹ ሎማዓንቲ ሚእቲ ሰብዓ ሓሙሽተ ካር እዩ ስለዚ ላብኣ ከብለኩም እዮ ማለት እዩ ቻናለይ ሓደስቲ ዝኾንኹም ሼር እናገበርኩም ሳብስክራይብ እናገበርኩም ልዚ ቻነል እዚ ተቀላቀሉ እንደገና ድማ ቤተሰብ ዝኾንኩም እውን ላይክ እናጎርኩም ሼር እናጎርኩም ኣሕዋተይ ማዕረይ ምትውዓኹም ኣይፈለየና ወርቁ ስለዚ የቐንየለይ ላይክ እናጎርኩም ተኣትልኹም ሼር እናገበርክን ተኣትልኽን የቐንየለይ ማለት እዩ ከምቲ ትርእይዎ ኣለኹም እዚ ከባቢ እዚ ብጣዕሚ እዩ ሰፊሕ ፅርጋ እዚ ፅርጋ እዚ ላበይ መውፅ መሲልኩም ካብ ኣድሓ ለዓሰርተ ሸሞንተ ለዓሰርተ ሸውዓተ ላብደልኹምዎ ቦታ ብዚ ፅርጋ እዚ መውፅኢ ሰፊሕ ቦታ ኣለዎ እዩ እና እዚ ፅርጋ እዚ ኸ እዚ ገዛ ኣበይ እዩ ኣብ ፅርጋ ድዩ ኣብ ማእኸል ድዩ ብዝብል በዓል ናይ ገዛ ብደንብ ገይሩ ከርእየና እዩ እዚ ቦታ ሚእቲ ሰብዓን ሓሙሽተ ካር እዩ እንደገና ሰሪሕካ ትወልዐሉ ብጣዕሚ እዩ ደስ ዝብል ከምቲ ትሪእዎ ኣለኹም ናይ ኣከፋፋሊ ናይ ለስላሳ ተኻፊትዎ ናይ ድኳን እውን ተኻፊትዎ ከምቲ ትሪእዎ ኣለኹም ብጣዕሚ እዩ ደስ ዝብል ርእይዎ በዓል ገዛ እዩ እዚ እስካብ መንደሩ እስካብ ገዝኡ ለርእየና ኣላ በዓል ገዛ እዩ ስለዚ ከይተምጠልኩም እዛ ገዛ እዚኣ ብርግፅ ኣብ ተስካለ ሓፍተይ ሓዊሩ እኮ ክንድዚ ካበይ ኢና ነውፅኦ ትብሉ ኢኹም በተለይ ኣብ ስዑድ ዓረብ ኣብ ስደት ዘለና ክንዱ ቃዕሚ የብልና ግን ከዓ ቃዕሚ ዘለዎ ሰብ ስለ ብዙሕ ለሎ ከምዚ ትርእይዎ ኣለኹም ምሽ ክልተ ሰብ ልሓልፎ ኣለዎ ርእይዋ እዛ ቦታ ርእይዋ እዚኣ እዛ ዝኾነት ነገር ተኻፊታታ እኒኣ እሞ ኣብዚ ደቂ ኣፎስ ዝኾነ ነገር ናይ ከንዳ ነገር ሸፊኖምዎ እኒኡ ማለት እዩ ጽንሑ እሞ ካልኣይ ክመጸና ደስ ኣይመጸና ይመስለኒ ረእይዋ ረእይዋ እዚኣ እዚኣ ብዛ ረእይዋ እዚኣ እዚኣ ማለት እዛ ቀያሕ ማዕፀ ምሽኒያ ብዛ ብቅድሚታ እኒኣ ማለት እዩ ስለዚ ዝኾነ ድኳን እዩ ካፊትላ እኒኦ ከዚ ማለት እዩ ያው ሓደ ህዱም ገዛ ኣለዎ እዩ ሓቂ ንምንጋር ኣብ ታሕቲ ሰለስተ ሰራዊት ተሰሪሕዎ ሽንቲ ወቱ እና መደቀሲኡ ኩሉ ነገር ዳክሽን ይውል ተማልእ እዩ እንደገና ደግሞ እዚ ገዛ ኸ ስራሚክ ድዩ ስራሚክ ብዝብል ስራሚክ እዩ ህዱም እዩ ካልኣይ ነገር ደሞ ሚእቲ ሰብዓይ ሓሙሽተይ ካረ ከዓ ኣብኡ እኒኦኩም ብጣዕሚ እዩ ሰፊሕ ንምባል ደልየ እየ ስለዚ ኣብዚ ቦታ እዚ ኣካሪኹም እንድሕር ክትወልዑ ኮይንኩም እንድሕር ገፂኹማ ኮይንኩም እዛ ቦታ መጀመሪያ ነገር እዚ ቦታ እዚ ኣብዚ ቦታ እዚ ከላ ክራይ እዩ የዳገገ ብደንብ ገይረ ማለት እዩ ኣብዚ ቦታ እዚ እስካብ 16 ሽሕ እስካብ 15 ሽሕ ይዝካረ ርእይዎ ማለት እዩ ብደንብ ገይርኹም እስካብ ዓሰርተ ሓሙሽተ ሽሕ ልካረሲ ረይዎን ጥራሕ ልትሓት ኮዩ ልትሓት ጥራሕ ናስራሕ ቦታሲ እስካብ ዓሰርተ ሓሙሽተ ሽሕ ይካረ ዓሰርተ ሓሙሽተ ሽሕ ተካሪኻ ግን እዚ ቦታ ብርግፅ ዋይ እንታይ እዩ ዚካዊሮ ክንዲ ዚሂኻ ድማ ግዛእ ኮይኑ ገለ ትብሉ ኢኹም ግን ከዓ እዚ ልካረዮ ብወርሒ እንግዲህ ኣውኒኦኩም ኣጋማምትዎ ማለት እዩ እዝርካርያ ብዓመት እኳ ብዓመትሲ ቢያነስ ሚእቲ ሲሳ ሽሕ ሚእቲ ሓምሳ ሽሕ ይኣትሎ ኣውኔኩም ብወርሒ ዓሰርተ ሓሙሽተ ሽሕ ክራይ ማለት እዩ ከዚ ስለዚ ኣብ ሓሙሽተ ዓመት ኣብ ሽዱሽተ ዓመትስ በቃ ዘን ዝገዛእኸየን ቅርሽስ እንድሕር ተለይ ጉደልኺ ብብወርሒ ብብወርሒ እናቕመጥኸየን ኣብ ባንኪ ዘን ናይ ቅርሺ ውጭ ዝገበርኸየን ዝገዛእኽዎን ኣብ ምንታይ ቅመጥ ኣለዋ በቃ ባዕልን ይወፅ ኣለዋ ማለት እዩ ስለዚ ቦታኹም ቅርሽኹም ድሮ ብክራይ ካፊልኩም ወዲእኹምዎስ እንደገና ድሞ ነፃ ቦታ ሒዝካ ትተርፍ ኣለካ ምስ ገዝኡ ማለት እዩ ስለዚ ተኣየ ክብል ደልየ ኣብ ከተማ መቐለ ንርኡለ ክባር እዩ ገዝኡለ ክባር እዩ እንደገና ድማ ንኮነ ነገር እኳ ሃምቃዓመይ ክሰርሕ እየ ወይ ድሞ ክገብር እየ ኢልካሲ ብቻ ርካሽ እኒኣ ሃመይ መስልኩም ቡና ሻሃይ እንድሕር ክትሸጥ ትኾንካ ኣብ ፅርጋ ኮይንካ ዝኾነ ነገር ገላሳ መሸለኩም ፅርጋ ንዓሉ ንዓሉ ለሓዘ ማለት እዩ ኣብ እግሪ ባህር ዛፍ ኮይንካ ኣብ ዝኾነ ናይ ከንዳ ድኳን ገይርካ እንድሕር ሳቶም ፈቂዶምልካ ኮይኑ እዮም ኣብ ከተማ መቐለ ከፍ እኳ ከፍ ክትብልሲ ኣብዛ ናይ ፅላል ነገር እኳ ከፍ ክትብልሲ ዘወር በላና እዮም ዝብሉ ሓደ ሓደ ሰባት ኣለዉ ማለት እዩ ኣብ ከተማ መቐለ ብጣዕሚ እዩ ኩሉ ቋንቋ እዮ ከተማ ስለዚ እንታይ እየ ክብል ደልየ ኣብ ከተማ መቐለ እንታይ እያ ርካሽ ዘላ እንድሕር ቡና እና ሻሂ ክትሸጥ ተኮይንካ ኣብ ዝኾነ ነገር በቃ ኣብቲ ነፃ ቦታ ከፍ ኢልካ ኢኻ ትሸጥ እምበይ ኣነ ገዛ ተካርየ ክነብር እየ እንድሕር ትብል ኮይንካ ብጣዕሚ እዩ ክባር ንሓንቲ ርእስክ እንድሕር ክትካርዮ ኮይንካ ሓንቲ ዓራት እቲ ማዕረ ኣርባዕተ ሽሕ ኢኻ ትካርዮ እሱኳስ ለይረብሕ ገዛ እዩ በቃ ጊድጊዳ ማለት እዩ ስእሉ ስራሚክ የብሉ ሓመድ ስእሉ በቃ ስሚንቶ ምስ ኣለኩም ምስ ሓመዱ እሱ ኣርባዕተ ሽሕ ሓሙሽተ ሽሕ ኣትካር ኣብ ከተማ መቐለ ማለት እዩ ናይ ስራሕ ቦታ ከምቲ ትርእይዎ ኣለኹም ማዕረ ዕስራ ሽሕ ማዕረ ዓሰርተ ሓሙሽተ ሽሕ ኣትካረ ስለዚ እንታይ ኩለኩም ደሊ ኣሕዋተይ ያው ብርግፅ እኳ እኳ ተኻበረ ብጣዕሚ ኢኻ ኣብቲ ክራይ ልስ ይወፅ እዩ ልማድ ደሊ እየ ስለዚ ዋጋ ከ ክንደይ ይብልዎ ኣለዉ እንድሕር ትብሉ ንኮይንኹም ዋጋ እስካብ ዕስራ ኣርባዕተ ሚልዮን እዮም ዝብልዎ እስካይ ዕስራ ኣርባዕተ ሚልዮን

እዚ ክልተ ሰለስተ ኣምፅና ከምዚ ዓይነት ዝብሉ ብዙሓት ስለለለዉ እንደገና ድማ ንስኻትኩም ድሕሪ ቃዓ ምስ ዘይብልኩም ኮይኑን ኣነ ካብ ተኸታተልቲ ክትገዝኡ ደስ መለኒ በተለይ ቦታ ዘለኩም ኣብ ናይ ካርታ ዘለዉ ኣርኣያ ገጠር ዝኾኑ ስእሉ ዘይረብሕ ቦታስ በቃ ኣብ ካርታ ውቕዕ ዝኾነ ሃሚሊ ሚእቲ ኣርባዕ ካሬ ኣርባዕተ ገዛ ሓሙሽተ ገዛ ዘለኩም በቃ ትመልላ ማለት እዩ እሳ ክትገዝዋ ትኽእሉ ኢኹም እልኡ ሸይጡኹም ንማል ትክልተ ለይረብሕ ስርካ ሰለስተ ተሃሊካ ግን ምንም ጠቅሊልካ እኳስ ሓደ ሚልዮን ሓደ ነጥብ ኣይሽወጥ እዩ ስለዚ እንታይ እየ ክብል ደልየ እዛ ቦታ እዚኣ ብቻ ብቻ ከይተምልጠልኩም እንድሕር ቃዕሚ ዘይብልኩም ድማ ከም ዝለኩም ኣለኹ ላይክ ገይርኩም ወፂኹም ሼር ጎሩ ላብ ፌስቡክ ይኹን ላብ መሰንጀር ይኹን ኣሕዋተይ መዓረይ ዓዳ ገል ክመፅ ማለት እዩ ኣነ ልምንታይ መስልኩም ኣብዚ ናይ መጀመርያ ዝነገርኩኩም ከምዚ ዓይነት ልድንጉለኹም እየ ተርባዓ ካሬ ብዙሕ ኣሎ ግን ከዓ እርግጸኛ ድዮ ክሽወጥ ኢሉ ምባል መጀመርያ ነገር ኣራጋጊጸ እየ ለዋኹም ሸር ድገብሮ እምበይ እንድሕር ለየራጋገጹ ከዚ ቁጽር ስልክ ከዚኣ ክሓድግ እየዎዶ ከዚ ቀጥታ እዮም ዝድውሉ ስለዚ ቁጽር ስልክ ብልበለጸ ክሓብዚ ክሓድገልኩም እየ ርእይዎ እዚ መንደ እዚ ይመስል ተደሊኹም ሓደ ዱም ትሰርሑ ተደሊኹም እስካብ ፕላስ ዋን ፕላስ ቱ ፕላስ ስሪ ትሰርሑ ትኽእሉ ኢኹም ፎቕኹም ርእይዋ ዘድኳን ርእያ ርእይዋ ምሸ ትርእይዋ ኣለኹ ትርእይዋ ኣለኹም ዶ ፃዕዳ ነገር ኣለዋ ብዚ ናይ ክንዳ ነገር

ተይ ሜድየን ኢሎምና እኒው ማለት እዩ ኣሕዋት ማዕረይ ከይትድንግፁ ዘረባ ግን ክድኺ ሓደ ሓደ እኒኦኹም ሲ እውነት ሓቂ ንምንገር ማለት እዩ ዘረባ ግን ክድኺ እስካብ 25 ሚልዮን እስካብ 20 ሚልዮን ተምፅኢለኽስ መን ገዞ ኢኹም ትብሉ እኒኦ ብዙሕ ብዙሕ ቅርሺ ዘለዎም ልዙ ኣረ ልዙ ስዋያ ዘይብልዎ መሰባት ብዙሓት ኣለዉ ኣሕዋተይ ከም ናይ ናይ ኮኒ ኣብ ዓመት ክልተ ሚእቲ ሽሕ ኣብ ዓመት ሚእቲ ሓምሳ ሽሕ እነቕምጥ በተለይ ኣብዚ ለሎ ስደትስ ያው ቦታ ካፍቲ ላፍቲ ካፍቲ ላፍቲ ካርታ ለለዎ እንድሕር ሸይጡ ካፍቲ ላፍቲ ክቃየር ክኽእል እዩ ዓዲ ዓረብ ሰሪሕካ ግን ክንድዚ ቅርሺ መዓዝ ወይ ደሞ ኣብ ሰብዓ ካሪ ኣብ ጨረታ ምናምን ልድሕር ዓመታል ሳልሳይ ዓመታል ራብዓይ ዓመታል ስራሕ ልክስራሕ ተኮይኑ ያው ሃም ጨረታ ከዚ ፅቡቅ እዩ ሜቢ ሓደ ግዜ እስካብ ዕስራ ኣርባዕተ ሚልዮን ኻፊልካስ ከመይ ጌርካ እዩ ኣሕዋት ይመዓሪ እዛ ገዛኹም እዚኣ ክመስ ርእይዋ ዝኾነ ቆልዓ እኳስ ሓፊቑ ይሓልፉ ኣለብኣ ማለት እዩ ርእይዋ እዛ ገዛ እዚኣ እያ ዳክዳን እያ ተኸፊታተን እያ ካብኡ ብቕድሚቱ ግን ናብ መንወርያኹም እዩ ስለዚ እንታይ እየ ክብለኩም ደልየ ናይ ሎማዓንቲ ሓበሬታ ዓዳሓ ከምቲ ትሪእዋ ኣለኹም ብሙሉእ እዩ ካሪፅዋኒ ዓዳሓ እዚኣ ትመስል ተደሊኹም ካብ ገዛኹም ወፂኹም ትናፈሱ ኣብ ከተማ መቐለስ ብጣዕሚ ደስ ዝብል እውነት ማይኻ መብራህቲኻ ላብር ትኸደ ነገር የልካ ዕዳጋ ካብኣ ሰሪሕካ ልትበልዐላ እያ ከተማ መቐለ ኩላ ነገር ምክንያቱ ኣንሕና ሰሪሕና እንበልዐሉ ቦታ ኢና ንደሊ እምበይ ዋላ ካብዘይ ነርና ዝኾነ ነገር ስልካ ገዛይ ደሰሪሐ እነኹ ከፍ ደክብል ይልበሃልስ የለይ ምክንያቱ ሰሪሕካ ልትበልዐሉ ዓዲ እዩ ፅቡቕ ኣሕዋተይ ሰሪሕካ ልትበልዐሉ ዝኾነ ነገር ተሒዝኻለ እንድሕር ሰሪሕካ ኣታዊ ቅርሺ ዘይብልካ ትርጉም የብሉይ ልምባል ደልየ እየ ስለዚ ናይ ሎም መዓልቲ ቪድዮና እዚኣ ትመስል ነይራ ብካሊእ ቪድዮ እስካዕካ ልመፅእ ሰናይ ደቂ ዓበይቲ ዋይ ስለዚ ተመችኩም ደማ ላይክ እናጎርኩም እተዩ ባይ ባይ ሰናይ ምሸት